ካልኣይ ክፋል ናይ ሞዴል ኤደን ሓፍትና ሕዚ እውን ምኽራ ወይ ከዓ ሓሳባ ቐፂሉ ኣሎ። ሰላማት ክቡራት ቤተሰብ ከመይ ኣለኹም? ደሓን ዲኹም? በብዘለኹምዎ ሰላም ክትኮኑ እናተመነኹ ሓደሽቲ ንዚ ቻናል ከምቲ ልሙድ ላይክ፣ ሸር፣ ሳብስክራይብ ብምግባር ምትብባዕኹም ኣይፈለየኒ ክብለኩም ይፈቲ። እትገብሩለይ ምትብባዕን እትገብሩለይ ሃናጺ ዘበለ ኣስተያየትኩምን ኣዝየ እየ ዘመስግን። እምበኣርከስ ኣብ ዝሓለፈ ትሕዝቶና ወይ ከዓ ኣድያና ብዛዕባ ሞዴል ኤደን ሓፍትና ንደቂ ሂዋን ኣብ ስዑድን ዓረብን ከባቢኣን ኣብ ውጭ ሃገር ንዝነብር ምኽሪ ሂባትና ነይራ ማለት እዩ። እቲ ምኽሪ ድማ ብጣዕሚ እዩ ደስ ኢልኒ ብወገነይ ተቐቢለዮ እየ ሓሳባ እና ኣብ ስዑዲ ዓረብን ኣብ ውጭን ዘለኽን ኣሕዋተይ በጃኽን ገንዘብክን ኣይትሃባ። ገንዘብክን ኣይትሃባ ንወዲ ምላዳ ኣብ ኣዲስ ኣበባ ዘለዉ ቲክቶጎራት ዓሰርተ ሽሕ ፎሎወር ንዘይብሎም ዘይጠቅሙ ንስካትን ኢክን ናይ ኩሉ ነገር ተማላኣሎም ስለዚ እሕዋተይ ጽባሕ ንግሆ ከየጣዕሰክን በጃክን ገንዘብክን ሓዛ ኢላ ሓሳባ ወይ ከዓ ርእይቶኣ ሂባትና ነይራ ማለት እዩ። ይኹን ደኣ እምበር ሓደ ሓደ ሰባት ካብዘን ዝረእኽዎ ማለት እዩ ኣብ ኮመንት መን መኻሪት ገይርኪ እዩ ዝብል ሓሳብ ትህበኣ ነይርክን ደቂ ኣንስትዮ ኣሕዋተይ ማለት እዩ ግን ሓደ ነገር ዘይጠቕመና ነገር እንተኾይኑ ሓሊፍናዮ ክንከደ ኣለና ዝጠቕመና ተኾይኑ ድማ ዝጠቕመና ነገር ክንወስድ ኣለና ሕማቕ ነገር ምፅሓፍሲ ፅቡቕ ኣይኮነን እየ ክብል ዝኽእል ብወገነይ ማለት እዩ ስለዚ ኩቡራት ቤተሰብ ሎሚ ደሞ ካልኣይ ክፋልን ብጣዕሚ ጠቃሚትን እያ ሒዛትልና መጽያ ዘላ ማለት እዩ ሳልሳይ ክፋል እውን ክቅጽል እዩ ስለዚ ናብቲ ሓሳባ ወይ ከዓ ርእይቶኣ ከብለኩም እየ ሎሚ ደሞ ብጣዕሚ ዝተፈለዩ ጽን ኢልኩም ኣዳሚጽኩም እስካብ መጠረሻ ሓሳብኩም ወይ ከዓ ርእይቶኹም ክተቕምጥለይ ብትሕትና ይሓትት ከምኡ ደሞ ሳብስክራይብ ንዘይገበርኩም ሳብስክራይብ ብምግባር ኣተባብዑኒ ንዓይ ሓፍትኹም ቀሪብና ኣለና ዓሰርተ ሰለስተ ከይ ክንኣቲ ብናታትኩም ፃዕሪ ብናታትኩም ብርትዐ እዩ እሞ ዳይ ንቕድሚት ዘምሕዋተይ ስለዚ ላብ ናይ ሞዴል ኤደን ሓፍትና ከብለኩም እየ ሰናይ ፀንሒት ተመሊስና ሓሳብና ወይ ከዓ ርእይቶና ኽንህብ ኢና ንስኹም ደሞ እስካብ መጠረሻ ስምዕዎ እዚ ቪድዮ። ሸቃሊ እንድኾን ሽቃላ እንዲ ስራሕ ኽኖዶ ሸቅላ እሳቶም ሕዝለ ክዘርብ መጺእ ኣለኹ ናይ ደቂ መዳም ኢና ኣብዛ መኣዝያ ዘእተኽዋ ቪድዮ ብጣዕሚ ቫይራል ወጺኣ ነይራ ብጣዕሚ ብዙሓት ሰባት ተቐባቢልኩማ ነይርኹም እና ናይዚ ምቅባል ገለለ ይኾነ ገሪምንሲ ብውሽጢ መጺኹም ተፈራርሑ ኣወዳት እኒኹም እንጀራ ናብ ኩታ ዓጺልና ኣለኺ ልምንታይ ዋይ ገለ ገለ ገለ ገለ ኣነ ኣይምልከተንን እዩ ናትኩም እንጀራ ኣነ እኮ ኢለኩም እዩ ወዲ ኮይኑ ሰሪሑ ክበልዕ ኣለዎ ኢለኩም እዩ ካብኡ ለለ ብዙሓት እኒእኽን ለለ ታይ ትብለኽን ሃምኡ ትበሊ ታውና እዮም መንገዛ ገንዘብና እንድሕን ለኣኻትን ዘይምልከተክን ኮይኑ ተሓልፋ ትኽእላ ይኽን ግን ለይፈልጣ እኒዋ ብሰንኪ ዕሽነተን ሂበን ገንዘበን ሂበን ኣብዚ መፅአን እኒ እርሪ ልብላ እኒዋ

ናይ ኣተሓሳስባ ጉድለት ዝኾነ ነገር ስለ ዝጎድለክን እዩ እና ሓዚ ላ ከይገርመክን ቴክስት እኒኦ ዋላ ክእትወልክን ይኽእል እያ ቴክስት ናይ ሰብ ማለት እዩ ልምንታይ ካብ ኢልክ ትዛረቢ ኣሕና እኮ ስራሕና እዩ ኣሕና እኮ ከምዚ እዩ እሳቶም ስርሖም እዮም ንሰርሕ ለለዉ ሃምስኻትን መዳሜታይ ትብለኒ ገለ ከምዚ ክታይ ክብለኒ ላበልክን ትሰርሖ ስራሕ እሳቶም ለና ኣኻትን ካባኻትን ገንዘብ ንምቕባል ስርሖም እዩ ተረዲእክን ኣሎ ሶ ሕዚ ካልኣይ ፓርቲ ቱ ሒዘልክን መፅኤ ዘለኹ ትክክለኛ ናይ ምዃኑ መረጋገፂ ኣነ ኣነ ቤዝግሊ ክዛረብ ከለኹ ዝኾነ ነገር እርግጠኛ ተይኮንኩ ኣይዛረብን እንደ ለለ እዞም ዘይግመቱ ሰባት ኣብ ሶሻል ሚዲያ ትሪኦም ተለኻ በቃ ካሊእ ልመኽሩ ትሕተኛታት ልመስሉ ደቂ ኣንስትዮ ለመኸሩ ልውዕሉ እሳቶም እዮም ብውሽጢ ፅሒፎምለኒ እዮም ሕፍረቶም ሒዞም ኳ ሱቅ ኣይበሉን ንምንታይ ከምዚ ኢልኪ ትዛረቢ ንምንታይ ከምዚ ትብሊ እንጀራና ድዩ ክዕፀ ከምዚ ድዩ ክዕፀ እንጀራኦም ይኹን ንስኻትን ኣፍቀርቶም ዲኹንክን እንጀራኦም ይኹንና ሓሪፍ ክንስራሓ ህዝላ ካብኡ ለይ እንታይ ላልኽን ነርኽን ኣይመስለኒ ንረእኻዮ ምዝራብ ሕማቕ ኣይመስለንን ኣነ ናይ ሓተን ስለ ዝተሰምዐኒ ብኢደን ዝምልከተኒ ጉዳይ እኮ ይኹን እዮም ሰዓቶም ኮይኑ ከዓ ንሻይ ቡና ኢለ ለኣትሰብ እኮ እያ ንስኻትን ስልክና ኣለዎም ንኣየ ኢንጆይ ክገብር ይገብሩን እዮም ደገ ሒዞም ንወፅ እዮም ናይ ራይድ ኣነ እንድሕር ክልተ ሽሕን ሽፍኖ ነይረ ኮይነ ክልተ ሽሕ እየ ቁጠብ ኣሎ ብናይኻትን ገንዘብ እየ ክዘር ክውዕል ኣነ ኢለክን የፈልጦም እየ ዘምስባት ዞም ከምኡ ዝገብሩ መብዛሕትኡ ሶ ኣነ ንኣየ ይጥቕመኒ በየ ጎድአኒ ሶ ከዛረብክን ከለኹን መዓልክን ኢለን በይለ ኣየለ ኢደን ልውስኸኒ ወይ ልቕነሰን ነገር የለይ ክዛረብ ከለኹ ሓደ ነገር ከምዚ ኢለ ማለት እዩ ሶ ኸዝለ ዓሪፍክን ተቐመጣ ኩላኽን ኣብ ኮሜንት ምፅኽን ኣነ ኣነ ኣነ ኣነ ስኻትን ኢኽን ስኻትን ዘይንስኻትን ደኣ መን ይገብር ኣሎ

ንሳቶም ልሽቅ እለው እዮም ካልእ ኣይኮነ ሶ ስኻትን ዓረፍክን ሸቂልክን ገንዘብክን ሓዛ ቤተሰብክን ሓግዛ ንባዓልክን ኩና እምበር እንደውም ቤተሰብ ዶ ትሕግዛ ይብልክን እየ ልብላ ኣነ ንባዓልክን መጀመርያ ጠጠው ትብላ እኒክን ብክልተ እግርክን ድሓር መፂኽን ዓዲ ቤተሰብ ለቆላሕ ይብልኽኒ ሶ ገንዘብክን ሓዛ እምበይ ሃምዚ ሃምዚ ኢልክን መምኽኒት ኣይትግበራ ልዛ ሓንቲ ጥፍኣት ሲ ኮይና ኮይና ኮይና እያ ኣለዎ ዶ እንድሕለይ ግበርክን ኣትሓልፋ እንድሕለይ ግበርክን ኣንትን በይ ናይ ፎቶ ድዊት ገይርክን ፖስትና ንብልክን ምንም ምንም ዝመፅእ ነገር የለይ ኣይደን ምንም ኣይምልከተልክን ኣይምልከተኒ ኢለክን እየ ኣነ

ብዛዕባ እንዴ ብዓለም ኮይንልክን እንዲ ካብ ሓንቲ እንዳ መዳም ገዛ ለይ ወፃ ክሳዕ ዓለም ዶ ገለ ዶ ካብ ትግራይ ቅጥር ከረስበይተረ ናይ ሞዴል ኤደን ሓሳባታ ወይ ከዓ ርእይቶኣ ሕዚ እውን ብጣዕሚ ደስ ይልኒ ማለት እዩ እታ ዝርእየታ እታ ሓቂ እያ ተናጊራ የለዋን ልህባ ክንብል ኣይንኽእልን ኢና ሚእቲ ፐርሰንት ክንደይ ጀጋኑ ኣለዋ ገንዘበን ቆጢበን ዝሕዛ ክንደይ ደሞ ኣውዘውጽኡ ዘይፈልጣ ከም ዘለዋ ንፈልጥ ኢና ስለዚ ንፍቅረኛና ንሓደ ንሓደ ናበልና ንጸንሕ ተመሊስና ዓዲ ምስ ከድና ካልኣይ ስደት ንመርጽ እንታይ ስለ ዝኮነ እዩ ኣታሓሕዛ ገንዘብና ኣጥቢቅና ስለ ዘይንሕዝ እዩ ስለዚ እሕዋተይ ስለዚ እሕዋተይ ምኽሪ ሓፍትና ኣይንፅላኣዮ እየ ክብለኩም ዝፈቲ ማለት እዩ። እንተተመቺኩም ሕዚ እውን ላይክ፣ ሸር፣ ሳብስክራይብ ብምግባር ምትብባዕኹም ኣይፈለየኒ ክብለኩም ይፈቲ። እትህቡኒ ምትብባዕን ሃናፂ ርኢቶን ኣዝየ እየ ዘመስግን። እዛ ሓፍትና እውን ብጣዕሚ ጅግናን ተባዕን እያ። ቀፅልሉ ክብለኪ ይፈቲ ዛምበይተይ። እና ክቡራት ኣሕዋተይ ሎሚ እውን ዝነበረና ትሕዝቶ እዚ ይመስል ነይሩ። ብዝቅፅል ብካሊእ ትሕዝቶ እስካብ ንራከብ ስሰናዩ ንዓኩም እናበልኩ ሳብስክራይብ ምግባር ኣይትረስዑ ይፈትወኩም እየ ባይ ባይ።